Hi everyone, ሰላም ኩላትኩም ዌልካም ባክ ቱ ኣወር ሰርቲ ደይ ኢንግሊሽ ለርኒንግ ቻሌንጅ ናብ ናይ ሰላሳ መዓልቲ ናይ እንግሊሽ ብዶ እንቋዕ ብደሓን መጻኹም ቱደይ ኢዝ ደይ ናይን ሎም መዓንቲ ታሽዓይ መዓልቲ እዩ የስተርደይ ወይ ከዓ ትማሊ ዊ ለርንድ ሃው ዊ ካን ኤክስፕሌን ሄልዝ ኢን ኢንግሊሽ ከመይ ጌርና ብእንግሊሽ ብዛዕባ ጥዕና ንዛረብ ርኢና ኔርና ኢፍ ዩ ሚስድ ኢት እንድሕር ዳ ዘይርኢኩማ ቢ ሹር ቱ ቼክ ኢት ኣውት ንክትሪእዋ ብትሕት ንሓትት and today uh, we are going to learn how we can express surprise and sympathy in English ከመይ ጌርና ሰርፕራይዝ ከምኡ እውን ሲምፓሲ ክንገልፅ ንኽእል ሰርፕራይዝ ማለት ክንግረን ከለና and ሲምፓሲ ከዓ ሓዘና ከመይ ጌርና ንሰባት ንገልፀሉን ክንርኢና ዲስ ስኪልስ ኣር ቨሪ ኢምፖርታንት እዞም ክእለታት ኣገደስቲ እዮም ፎር ኤቭሪደይ ኮንቨርሴሽንስ ኣብ መዓልታዊ ንገብሮ ንጥፈታት ምስ ሰባት ክንዘራረበሉ ንኽእለሉ መንገዲ ሶ ሌትስ ጌት ስታርት ኢፍ ዩ ኣር ሬዲ ድልዋት ተኾንኩም ናብኡ ንኺድ ሶ ቱደይ ኢዝ ደይ ናይን ሎማዓንቲ ታሻይ መዓልቲ በፂሕና ኣለና ስለዚ ያ ሳብስክራይብ ዘይገበርኩም እንተሃሊኹም ሳብስክራይብ ግበሩ ከምኡ ላይክ ኮመንት ሼር ኣብ ቦታ ኮመንት ከዓ ዝኾነ ትብልዎ ነገር ተሃልዩ ኣቐምጥለይ ማለት እዩ ሶ ኤክስፕረሲን ሰርፕራይዝ ኤን ሲምፓቲ ከመይ ጌርና ሰርፕራይዝ ንገልፅ ወይ ከዓ ሲምፓቲ ምግራምን ሓዘን ምግላፅን ሶ ዊ ኣር ጎይንግ ቱ ስታር ፍሮም ሰርፕራይዝ ሰርፕራይዝ ከመይ ጌርና ንገልፅ ኢልና ክንጅምር ኢና ምግራም ማለት እዩ ሰርፕራይዝ ዝተገረምናሉ ብሕማቅ ክኾን ይኽእል ብጽቡቅ ክንግረ እንከለና እንታይ ኢልና ክንገልጽ ንኽእል ክንርኢ ኢና ኤክስፕረሲን ሰርፕራይዝ ሰርፕራይዝ ምግራም ከመይ ጌርና ክንገልጽ ንኽእል a simple way እታ ዝቐለለት መንገዲ to show that you are surprised ከም ዝተገረምና ንምግላጽ እንታይ ንብል by what some someone has done or said ሓደ ሰብ ብዝበሎ ክኸውን ይኽእል ወይ ከዓ ብዝገበሮ ተተገሪምና እንታይ ክንብል ንኸእል ምስ ንብል ሪሊ እታ ዘቐለለት ቃል ማለት ሪሊ ንብሎ ማለት እዩ ተተገሪምና ሶ ብሓደ ነገር ከም ተገረምና ንገጸሉ መንገዲ ማለት እዩ ሪሊ ናይ ብሓቂ ማለት እዩ ወይ ከዓ ብሓቂ ክንብል ከለና ማለት እዩ ሶ ሩታ እንታይ ትብል ኣላ ሃና ኢዝ ሊቪንግ ሃና ትኸይድ ኣላ ኢላትና ኤንድ ሎሪ ተቐቢላ ተገሪማ ማለት ስለዚ እንታይ ትብል ኣላ ሪሊ ዋይ ናይ ብሓቂ ስለምንታይ ትኸይድ ኣላ ማለት እዩ ስለዚ ሪሊ ዋይ ተገሪማ እያ ከምዚ ትብል ዘላ ስለዚ ንሕና እውን እንተተገሪምና ብቐሊሉ ሪሊ ኢልና ክንግረም ንኽእል ማለት እዩ and examples ምስ ንርኢ ኣስቴር i don't think it's a very good school ፅቡቕ ትምህርቲ ኣይመስለንን ትብል ኣላ ኣስቴር ኣቤል ካብኣ ተቐቢሉ ሪሊ i was very impressed by it ናይ ብሓቂ ኣነ ዳ ተሳሒበ እንደ ነይረ በቲ ትምህርቲ ማለት እዩ

ብጣዕሚ እዩ ዝገርም ዳትስ ኢንክሬዲብል ብጣዕሚ እዩ ዝገርም ይብለና ካልኣይ ግዜ ከዓ ኣቤል ከዓ ንዮናስ ኣሚን ብዛዕባ ዮናስ እንዳተዛረበ እንታይ ይብል ዮናስ ወርክስ 50 ኣዋርስ ኢን ዊክ ዮናስ ኣብ ሰሙን 50 ሰዓት ይሰርሕ ዳትስ ኢንክሬዲብል ወይ ከዓ ዳትስ ኣሜዚንግ ይብል ኣሎ ዮናስ ኣብ ሰሙን 50 ሰዓት ይሰርሕ ብጣዕሚ ዝገርም ይብል ኣሎ ገሪሞ ማለት ስለዚ ዮናስ ወርክስ 50 ኣዋርስ ኢን ዊክ ዳትስ ኢንክሬዲብል ዮናስ ኣብ ሰሙን 50 ሰዓት ትሰርሕ ብጣዕሚ ዝገርም ብጣዕሚ ዝገርም ይብል ኣሎ ማለት ስለዚ ስለ ዝገርም እዩ ተገሪሙ ን ግርማዊ ግርማዊ ከዓ እንታይ ይብል ኣሎ ብዛዕባ ትዕግስቲ እዩ ተገሪሙ ግርማዊ ትዕግስቲ ስፐንድ

ወይ ከዓ ዳትስ ኣሜዚንግ ማለት እዩ ኣን ኢንፎርማል ዌይ ቱ ሾው ሰርፕራይዝ ኣት ዋት ሳምዋን ሃዝ ሰድ ኢዝ ቱ ሰይ ኣር ዩ ኪዲንግ ኣር ዩ ኪዲንግ ወይ ከዓ ዩ ኣር ኪዲንግ እንተልናዮ ንሓደ ሰብ ትፃወድኻ ዘለካ ኢንፎርማል ዌይ እዚ ማለት እዩ ፍልይ ዝበለ ብፍልይ ዝበለ ኣገባብ ክንብል ምስ ንደሊ ኣር ዩ ኪዲንግ ዩ ኣር ኪዲንግ ንብሎ ትፃወድኻ ዘለካ ንብሎ ኣለና ማለት እዩ ፎር ኤግዛምፕል ዴኒስ እንታይ ይብል ኣሎ ዳንኤል ኢዝ ሊቪንግ ዳንኤል ይኸይድ ኣሎ ኢሉ ን ጆን ምስኡ ነይሩ ኣር ዩ ኪዲንግ ሂዝ ኦንሊ ቢን ሂር ፎር ቱ ማንዝስ ዲስ ዋን ኢዝ ማንዝስ ሶሪ ሶ ኣር ዩ ኪዲንግ ሂዝ ኦንሊ ቢን ሂር ፎር ቱ ማንዝስ ትጻድያ ዘላ ንክልተ ወርሒ ጥራይ እኮ ብዚ ነይሩ ይብሎ ኣለኹ እንታይ ይብላ ኣሎ ናይ መን ናይ ዳንኤል ምኻድ እንዲ ገርሙ ዴንስ እንታይ ልዎ ዳንኤል ኢዝ ሊቪንግ ዳንኤል ይኸይ ዳንኤል ዳ ኸይድ እንዲ ዘሎ እዩ ጆን ተቐቢሉ እንታይ ብሎ ኣር ዩ ኪዲንግ ሂዝ ኦንሊ ቢን ሄር ፎር ቱ ማንዝ ጻዳ ዘለካ ንክልተ ወርሒ ጥራይ ኩብዚ ነይሩ ይብለሉ ማለት እዩ ስለዚ ኣር ዩ ኪዲንግ እንተልና ጻዳ ዘለካ ክትጻትያ ዘለካ ገለ ክንብል ተለልና ኣር ዩ ኪዲንግ ንብል ማለት እዩ

ንሓደ ሰብ ሱቅ ዝኾነ እንተጋጥሞ ኣም ሶ ሶሪ ቱ ሂር ዳት ብጣዕሚ ሓዚነ እዚ ብምስማዐይ ይብል ኣሎ ሶ ዳንኤል ቶልድ ሚ ፎር ኤግዛምፕል ኤግዛምፕል ንርኢ ኣለና ኣብዚ ዳንኤል ቶልድ ሚ ኣባውት ዩር ማዘር ሲክነስ ኣም ሶ ሶሪ ኣደኻ ከም ዝሓመመት ዳንኤል ነጊሩኒ ብጣዕሚ ይቕሬታ ይብለሉ ሕጂ ዝበደሉ ነገር የብሉን ግን ላይክ ሕማቅ ከም ተሰምዑ ጥራይ ዝነግሩ ዘሎ ማለት እዩ ስለዚ ዳንኤል ቶልድ ሚ ኣባውት ዮር ማዘርስ ሲክነስ ብዛዕባ ብዛዕባ ናይ ኣደኻ ሕማም ሕማም ዳንኤል ነጊሩኒ ኣም ሶ ሶሪ ያ ብጣዕሚ ይቕሬታ ማለት ሕማቅ ከም ተሰምዑ ንምግላጽ እምበር ዝበደሎ ነገር የብሉን ስለዚ ኣም ሶ ሶሪ ቱ ሂር ዳት

ተመሳሳሊ እዩ ትርጉሙ እንታይ ማለት እዩ ሼም ዘሕፍር ቤተሰብ ዘይኮንኩም ተሓፍሩ ዘለኹም እቲ ኣጋጣሚስ ከምዚ በቃ ከም ዝኾነ ሕማቅ ከም ተሰምዐና ንምግላፅ ኢና ንጥቀመሉ ንኣብነት ኢትስ ኤ ሼም ዩ ኩድንት ካም ዊዝ ኣስ ላስት ናይት ኢትስ ኤ ሼም ዩ ኩድ ናት ካም ዊዝ ኣስ ላስት ናይት ትማሊ ክትመፅእ ብዘይምክኣልካ ብጣዕሚ ብጣዕሚ የሕዝን ወይ ከዓ ትማሊ ክትመፅእ ብዘይምክኣልካ ላይክ ሕማቅ ከም ተሰምዖም ይነግርዎ ኣለዉ ብሓፈሻ ኢትስ ኤ ሼም ዩ ክድንት ካም ዊዝ ኣስ ላስት ናይት ማለት ኢትስ ኤ ሼም ክብልዎ ከሎ ንዑ ይኮን ተሕፍር ዝብሎ ዝሉ እቲ ኣጋጣሚ ወይ ከዓ ዝኾነ ነገር ከም ዝሓለፎ ወይ ከዓ ሕማቅ ከም ተሰምዖ ብዘይ ምምፅኡ ሰብ ሕማቅ ከም ተሰምዖ ኢትስ ኤ ሼም ዩ ክድንት ካም ዊዝ ኣስ ላስት ናይት ትማሊ ምሸት ምሳና ብዘይ ምጻእካ ብጣዕሚ ሕማቅ ተሰሚዕና ንምባል ማለት እዩ so it's a shame you didn't graduate after all that hard work ኣብዚ ከ እንታይ እስኪ ሓንቲ ጓል ንበል ወይ ከዓ ሓደ ወዲ ጓል እያ ዘላ ኣብዚ ሺ ስለ ንብል ዘለና ኣጽኒዓ ኣጽኒዓ ኣጽኒዓ ግን she didn't graduate ኣይተመረቀትን ኣፍተር ኦል ዳት ሃርድ ወርክ ማለት እዩ ድሕር ዝኩሉ ምፅዓር ተዘይተመሪቃ ኢትስ ሸም ሺ ዲድን ግራጁዌት ኣፍተር ኦል ዳት ሃርድ ወርክ ብጣዕሚ እዩ ዘሕዝን ድሕር ዝኩሉ ፅዒራ ድሕር ዝኩሉ ፃዕርስ ካይተመረቀት ተሪፋ ላይክ ሕማቅ ከም ተሰምዐ እና ንዛረብ ኣለና ማለት ስለዚ ኢትስ ሸም ሺ ዲድን ግራጁዌት ኣፍተር ኦል ዳት ሃርድ ወርክ ድሕር ዝኩሉ ስራሓ ወይ ከዓ እዚ ኩሉ ፃዕራ ብዘይምዕዋታ ሕማቅ ከም ዝተሰመዐና ንገልፅ ኣለና ማለት እዩ and it's piety it's a piety you can't stay longer ብጣዕሚ እዩ ዘሕዝን ብዘይምፅናሕካ ወይ ከዓ ክትፀንሕ ብዘይምኽኣልካ like ቁርብ ክትፀንሕ ብዘይምኽኣልካ ማለት እዩ ስለዚ ሕማቅ ከም ዝስምዐና እቲ ሰብ ክፀንሕ ከም ንደሊ ንዛረብ ኣለና ማለት እዩ ብሓፈሻ it's a shame or it's a piety ክንብል ከለና ዝኾነ ብዛዕባ እቲ ጉዳይስ ፅቡቕ ከምዘይተሰመዐና ወይ ከዓ ላይክ ከጋጥም ከምዘይንደልዮ ማለት ከም ዝስምዐና ንዓና እውን ነቲ ሰብ ንምግላፅ ኢና ንጥቀመሉ ማለት እዩ ስለዚ this was all about today's lesson ብዛዕባ ናይ ሎማዓንቲ ትምህርትና ዝኹሉ

ከምኡ እውን ካልእ ካብ እንታይ ተማሂርና ኣሪኪሪንግ ኣሪኪሪንግ እንተና ፅዳ ዘላ ፃድሃ ዘለካ እንተና ኣሪኪሪንግ ንብል ኣለና ማለት እዩ ስለዚ ፃዳ ኣለካ ገለ ክንብሎ ማለት እንተዘይኣሚንናዮ ንሓደ ሰብ እንታይ ንብል ኣሪኪሪንግ ብሮ ንብሎ ማለት እዩ and expressing sympathy ሓዘን ንምግላፅ ከዓ ከም ዝበልኩም I'm sorry to hear that ብምስምዐይ ሕማቕ ተሰሚዕኒ ወይ ከኣ ናትና በቃ ብዛዕባ እቲ ሰብ ዘጋጠሞ ነገር ንዓና ውን ከም ዝስምዐና ንምግላጽ እንታይ ንብል I'm so sorry to hear that this is a basic thing ኮመን ወይ ከኣ መብዛሕትኡ ግዜ ንጥቀመላ እዚኣ እያ I'm sorry to hear that እዚኣ ከ እንተሒዝኩም እኹል እዩ ብኻልእ ቀስ ኢልኩም ክትቅልዎ ትኽእሉ ኢኹም ማለት እዩ and it's a shame or it's a pity ምስ ንብልካ ቁሩብ እቲ ነገር ፍኹስ ዝበለ እንተኾይኑ ንኣብነት ሓደ ሰብ ገዛና መጺኡ ክሓድር እንተዘይክኢሉ ምሳና ኢትስ ኤ ሼም ንብሎ ማለት እዩ ብዘይ ምሕዳሩ ኢትስ ኤ ሼም ዩ ክድን ስተይ ዊዝ ኣስ ምሳና ክትፀንሕ ብምዘይምኽኣልካ ብጣዕሚ የብል የሕዝን ግን የሕዝን ዘይኮነስ ሕማቅ ተሰሚዕና ክትከይድ ኣይግበእካን ገለ ንምባል ማለት እዩ ስለዚ ኣብ መወዳእታ ኮንክሉዥን

ኢድኩም ኣንብሩሉ ላይክ ማለት እዩ ታምስ ኣፕ ሼር ኢት ዊዝ ፍሬንድስ ንዕሩኽኩም ሸር ብልሎ who are also learning English ክመሃሩ ዝደልዩ ብዙሓት ሰባት ኣለዉ ስለዚ ሳብስክራይብ ቱ ኣወር ቻነል ሳብስክራይብ ከዓ ግበሩ ፎር ሞር ዴይሊ ለሰን ዝተፈላለዩ ናይ መዓልታዊ ቪድዮታት ክመፀኩም እዩ ማለት እዩ ዝዘርጋሕናዮ ንሕና and don't forget to hit the notification bell ነታ ናይ ደወል ምልክት ህረምዋ ንምንታይ እሳ እንተዘይሃሪምኩም ክመፀኩም ኣይክእልን እዩ so that you will know when day 10 is up day 10 is ደቴን ኢዝ ኣፕ ዓስራይ መዓልቲ ከም ዝመፀት ክነግረኩም እዩ ማለት እዩ ሶ ሲዩ ኔክስት ታይም ግን ሳብስክራይብ ግበሩ ዝኾነ ሪቶ ሕቶ ምስ ዘለወኩም ከዓ ከም ዝበልኩም ኣብ ኮመንት ቦታ ግደፉለይ ማለት እዩ ሶ ሲዩ ኔክስት ታይም ኢን ደይ ቴን ማለት የቀኒየለይ